ኣብ ኩሉ ናይ ዙር ሩዋንዳ ውድድራት ሓንቲ ካብ ኣዜን ዘሕርቓ መድረኻት ኮይና ትስነድ ሳልሳይ መድረኽ ንሃገራዊት ጋንታ ኤርትራን ጻዕራን ንብላሽ ኣህፊፋ ዕድል ዘይገበረ ሻምፕዮን ኣፍሪቃ ሄኖክ ሙሉብርሃን ብሰንኪ ብልሽት ብሽክሌታን ኣብ ግዚኡ ዝሕግዞ ምሰኣኑን ትሑዝ ዓወቱ ተመንጢሉ። ንኹሉ ጓሂ ደገፍቲ ሃገራዊት ጋንታ ኤርትራ ግን ውልዶ መንእሰይ ተቐዳዳማይ ያፌት ሙልጌታ ደቢስዎ ኣሎ። ዝርዝር ትሕዝቶ ሳልሳይ መድረኽ ዙር ርዋንዳ ክልተ ሽሕን ዕስራን ሽዱሽተን ኣዳልየልኩም ኣለኹ። ሰላም ከመይ ትውዕሉ ክቡራት ተኸታተልቲ ጹራ ሜድያ። ዕለታዊ ዜናታት ናይቲ ዝዓበየ ኣፍሪቃዊ ውድድር ቅድድም ብሽክሌታ ዝኾነ ዙር ርዋንዳን ደሃይ ዓሰርተ ክልተ ኤርትራውያን ተቐዳደምትን ሒዘልኩም መጺኤ ኣለኹ። በዚ ኣጋጣሚ ክሳብ መወዳእታ ሳብስክራይብን ላይክ እንዳገበርኩም ክትከታተሉ ብኽብሪ ይዕድም። ብፍላይ ጅምር ከተብሉ ላይክ ምግባር ኣይትረስዑ። ሰናይ ምክትታል። ሳልሳይ መድረኽ ዙር ርዋንዳ ሎም ሰሉስ በቆጻጽራ ርዋንዳ ልክዕ ሰዓት ዓሰርተ ቅድሚ ቀትሪ ብቆጸጽራ ኤርትራ ከኣ ልክዕ ሰዓት ዓሰርተ ሓደ እዩ ካብ ከተማ ሁየ ናብ ከተማ ሩስዚ ኣብ ዘሎ ርሕቀት ሚእትን ኣርብዓን ሓሙሽተን ነጥቢ ሰለስተ ኪሎ ሜተር ንምሽፋን ተበጊሱ። ሄኖክ ሙሉብርሃን ካብ ሃገራዊት ጋንታ ኤርትራ ናብዛ መድረኽ ክኣቱ ከሎ ካብ ወናኒ ብጫ ማልያ ናይ ሓሙሽተ ካልኢታት ፍልልይ ተነጺፍሉ ራብዓይ ደረጃ ሒዙ እዩ ኣትዩ። በዚ እውን ንዝተነጸፈሉ ናይ ሓሙሽተ ካልኢታት ፍልልይ ኣሕውዩ ብጫ ማልያ ክምንጥል ምስ ሃገራዊት ጋንታ ኤርትራ ዓቢ መደብ ሒዞም እዮም ኣትዮም። ኣርባዕተ ኤርትራን ተቐዳደምቲ ማለት ናትናኤል ብርሃነ፣ መትከል እዮብ፣ ዓወት ኣማንን ወናኒ ዝበለጸ ኣፍሪቃዊ መንእሰይን ኮይኑ ዝኣተወ መዋእል ግርማይን ዝጠርነፈት ቱርካዊት ጋንታ ኢስታንቡል'ውን ኣቐዲማ ኣብ ጋዜጣዊ መግለጺ ተቐዳደምታ ኣመሓላሊፋ'ያ ናብዚ መድረኽ ኣትያ። ከምቲ ባዕሉ መዋእል ግርማይ ትማሊ ዝገለጾ'ውን፣ ሳልሳይ መድረኽ ክፍልምን መዋእል ምስ ካልኦት ኣርባዕተ ተቐዳደምቲ ዕዉት መጥቃዕቲ ከካይዱን ሓደ'ዩ ነይሩ። ጀርመናዊት ባይክ ኤድ'ውን እንተኾነ ኣብዚ ንነዊሕ ዓመታት ክትወዳደረሉ ዝጸንሐት ውድድር ዓወት ንምምዝጋብ ላዕልን ታሕትን ካብ ዝበላ ጋንታታት'ያ። እዛ ጋንታ ኣብ ናይ ግዜ ውድድር ካብ ኤርትራውያን ተቐዳደምታ ኤቨን የማነን ዩኤል ሃብተኣብን ዓቢ ትጽቢት ኣሕዲራ'ያ ትወዳደርን ብተደጋጋሚ ከተጥቅዕን ትረኣ ዘላ። በንጻሩ ብኤርትራውያን ሰብ ሃብቲ ትውነን ሜይ ስታርስ፣ ኣብዚ ጽቡቕ ጌራ ትፈልጦ መሬት ሩዋንዳ ከም ጋሻ ኮይና ከተቕባሕብሕን ተቐዳደምታ ካብ ውድድር ክግለፉን እዮም ክረኣዩ ቀንዮም። ሳልሳይ መድረኽ ክፍልምን ኩለን ጋንታታት ኣዒንተን ኣብ ልዕሊ ሃገራዊት ጋንታ ኤርትራ ክተኽላን ሓደ እዩ ነይሩ። ብፍላይ ሄኖክ ሙሉብርሃን እቲ ሓደገኛ ተቐዳዳማይ ዓባይ ጉጅለ ከም ምዃኑ መጠን ኩሉ ጥንቃቐታት ክገብራሉ ግድን እዩ ነይሩ። ኣብ ውሽጢ ሓጺር ግዜ መትከል እዮብ ካብ ኢስታንቡል ዝርከቦም ተቐዳደምቲ ንዓባይ ጉጅለ ብምጥቃዕቲ ፋሕ ብትን ከብልዋ ጀመሩ። ኣይጸንሑን ንሳቶም ምስ ተዋሕጡ ካብ ማእከል ዓባይ ጉጅለ መዋእል ግርማይ ቆሪጹ ብምውጻእ ንቕድሚት ተሓንበበ። ኣርባዕተ ተቐዳደምቲ ከኣ ኣሰሩ ሒዞም ሰዓብዎ። እዞም ሓሙሽተ ተቐዳደምቲ ንዓባይ ጉጅለ ብገፊሕ ፍልልይ ክመርሕዋ ነዊሕ ኣይወሰደሎምን። ብፍላይ መዋእል ግርማይ ዋላ እውን ነታ ምስኡ ዝነበረት ጉጅለ ቀዲሙ'ዩ ንቀዳመይቲ ናይ ነጥቢ ሕንጻጽ ረጊጹ። ንዝረኸቦ ናይ ግዜን ነጥብን ሽልማት ኣብ ሕሳቡ ድሕሪ ምእታው ከኣ፣ ቀጺሉ እውን ንቀዳመይቲ ናይ ኣንበሳ ዓቐብ ነጥቢ ተውህቦ ጎቦ ቀዳማይ ኮይኑ ብምድያብ ብዘይተቛጻጺ ተዓወተላ። ብድሕሪ'ዚ ኣብ ሰዓበ ጎልጎል ግን ዓባይ ጉጅለ ኣርኪባቶም ተዋሕጦ። ኣብ ጎልጎል ንዝነበረት ካልኣይቲ ናይ መንጎ ቅጽበታዊ ውድድር ሄኖክ ሙሉብርሃን ካልኣይ ብምውጻእ ነጥቢ ክኸስብ ክኢሉ'ዩ። ዝቐጸለ ጉዕዞ ዓባይ ጉጅለ ምትሕልላው ዝበዘሖን ጋንታታት ጥንቃቐ ዘዘውትራሉን'ዩ ነይሩ። እዚ ኩነታት ከኣ ንገለ ደፋራት ተቐዳደምቲ ሓያል መጥቃዕቲ ኣካይዶም ክዕዘሩ ዕድል ከፊቶም። ብፍላይ ክሳብ መወዳእታ ዓሰርተ ሓሙሽተ ኪሎሜተር ዝኸደ መጥቃዕቲ ተቐዳዳማይ ሎቶ ኢንተርማች ኣዝዩ ሓደገኛ እዩ ነይሩ። ይኹን እምበር ሃገራዊት ጋንታ ኤርትራ ብመሪሕነት ናሆም ዘርኣይ ኣቢላ ናብ ቅድሚት መጸት። ኣይጸንሐን እውን ናሆም ንዓባይ ጉጅለ ጠንጢንዋ ተዓዝረ። ዕላማ ናሆም ሓሊፉ ብምጽናሕ ንሄኖክ ሙሉብርሃን ምሕካዝ እዩ ነይሩ። ከም መደቡ ከኣ ኣብ ዓቐብ ኣጥቂዑ ብምሕላፍ ከም መደብ ጋንታ ንሒኑ ክጽበዩ ጀመረ። ምንቅስቓስ ሃገራዊት ጋንታ ኤርትራ ዝረኣየት ዓባይ ጉጅለ ውን ሂወት ዘሪኣ ፍኒሕኒሕ በለት። ናሆም ንሄኖክ ስሒቡ ናይ ጋንታ ስርሑ ዛዚሙ ተኣልየ። ያፌት ሙልጌታ ከኣ ኣብ ኣሰር ሄኖክ ኮይኑ ሓንቲ ውሑዳት ተቐዳደምቲ ዝጠርነፈት ሓደገኛ ጉጅለ መስረቱ። ዓወት ኣማን ውን ካልእ ኤርትራዊ ተቐዳዳማይ ኣባዛ ጉጅለ'ዩ ነይሩ። ካብ መንጎ እዛ ጉጅለ ከኣ ጆርጅ ዞመርማን ዕዉት መጥቃዕቲ ኣካይዱ ንበይኑ ተዓዝረ። ክሕዞ ዝፍተን ኣይነበረን። ቀስ ብቐስ ከኣ ፍልልዩ ኣግፍሐ። ውድድር ክዛዘም ኣብ ኣርባዕተ ኪሎሜተር ጥራይ ምስ ተረፈ፣ እቲ ብሉጽ ቦታ ሒዙ ንዓወት ዝሃድን ዝነበረ ሻምፕዮን ኣፍሪቃ ሄኖክ ሙሉብርሃን ዘይተጸበዮ ብልሽት ብሽክሌታ ኣጋጠሞ። ኣእዳዉ ኣልዒሉ ከኣ ሓገዝ ኣብ ምሕታት ኣተወ። ይኹን እምበር ናይ ቅያ ብሽክሌታ ሓገዝ ኣይረኸበን። ኣብታ ኣጋጣሚ ዋላ እውን ኮመንታተራት ከይተረፉ'ዮም በቲ ንሄኖክ ዘጋጠሞ ዕንቅፋት ሓዚኖም። ምስ ዕድሉ እንዳማረረ ከኣ ካብ ጉጅልኡ ተረፈ። ጆርጅ ዞመርማን እዚ ዕድል ምስ ረኸበ ሓይሉ ወሲኹ'ዩ ናብ መዛዝም ሕንጻጽ ብዘይተቛጻጽ በሪሩ። ቀዳማይ ኮይኑ ብምዕዋት ከኣ ንብጫን ናይ መንእሰያት ማልያታት ናይዚ ውድድር ኣብ ዝባኑ ጠቕሊሉወን። ንሄኖክ ሙሉብርሃን ክሕግዝ ኢሉ ኣብ ቅድሚት ዝጸንሐ ያፌት ሙሉጌታ እዩ ዝበለጸ ደረጃ ኤርትራን ተቐዳደምቲ ሰኒዱ። ዕስራን ሸሞንተን ካልኢታት ጥራይ ድሒሩ ሻድሻይ ደረጃ ብምሓዝ ዛዚሙ። ዓወት ኣማን ብተመሳሳሊ ግዜ ታሽዓይ፣ ዘይተጸበዮ ሃንደበታዊ መኻልፍ ዘጋጠሞ እሞ ቅልጡፍ ሓገዝ ብሽክሌታ ዘይረኽበ ሄኖክ ሙሉብርሃን ከኣ ኣርብዓን ትሽዓተን ካልኢታት ከሲሩ መበል ዓሰርተ ሓደ ደረጃ ብምሓዝ ዛዚሙ። ሄኖክ ዋላ'ውን ብሽክሌትኡ ተበላሽያ ከላ ንወናኒ ብጫ ማልያ ኰይኑ ዝኣተወ ተቐዳዳማይ ግን ብዓሰርተ ካልኢታት ቀዲምዎ'ዩ ዛዚሙ። ናብ ካልእ ደረጃታት ተቐዳደምትና ምስ ንመጽእ፣ ናታን መድሃኔ ዓሰርተ ሰለስተ፣ መርሃዊ ቅዱስ ዕስራን ሽዱሽተን፣ ናሆም ዘርኣይ ሰላሳ፣ ዩኤል ሃብተኣብ ኣርብዓን ሓሙሽተን፣ መትከል እዮብ ሓምሳን ኣርባዕተን፣ መዋእል ግርማይ ሱሳ፣ ናትናኤል ብርሃነ ሱሳን ኣርባዕተን ጎይትኦም መሓሪ ከኣ ሰብዓን ሓሙሽተን ደረጃ ብምሓዝ ብሰላም ዛዚሞም። ኣብ ናይ ግዜ ያፌት ሙልጌታ ካብ ቀዳማይ ዘሎ ዕስራን ሸሞንተን ካልኢት ኣድሒሩ ናብ ሻድሻይ ደረጃ ደይቡ ኣሎ። በዚ እውን ንብሉጽ ኣፍሪቃዊ ተቐዳዳማይን ናይ መንእሰያትን ዓበይትን ማልያታት ዙር ርዋንዳ ወኒንወን ኣሎ። ዓወት ኣማን ብተመሳሳሊ ግዜ ሻውዓይ፣ ሎሚ ከቢድ መሰናኽል ዘጋጠሞ ሄኖክ ሙሉብርሃን ከኣ ኣርባዓን ሰለስተን ካልኢት ኣድሒሩ መበል ዓስራይ ደረጃ ሒዙ ኣሎ። ብደረጃ ጋንታታት ኣብ ዝተታሕዘ ግዜ ሃገራዊት ጋንታ ኤርትራ ብ ሰላሳን ክልተን ሰዓትን ኣርባዓን ሸውዓተን ደቒቕን ሓምሳን ሓሙሽተን ካልኢትን ቀዳማይ ደረጃ ሒዛ ኣላ። ሃገራዊት ጋንታ ኤርትራ ኣብ ፖድዩም ደይባ ሽልማታ ክትወስድ ከላ፣ ብሰንኪ'ቲ ንሄኖክ ዘጋጠሞ መሰናኽል ኩሎም ተቐዳደምቲ ምስ ከቢድ ሕርቃን'ዮም ሽልማቶም ተቐቢሎም። እዚ ይኹን እምበር ብሕጂ ኣብ ዘሎ ኣርባዕተ መድረኻት ሃገራዊት ጋንታ ኤርትራን ሄኖክ ኩምሉብርሃንን ነቲ ተነጺፉሎም ዘሎ ፍልልይ ኣሕውዮም ብጫ ማልያ ክምጥሉ ከምዝኽእሉ ዘጠራጥር የለን። ብፍላይ ምስ መዛዘሚ መድረኽ ጎቦ ኪጋሊ ኣብ ግምት ኣእቲኻ ክትግበር ዝኽእል ነገርዩ። ዙር ርዋንዳ ክልተ ሽሕን ዕስራን ሽዱሽተን ጽባሕ ረቡዕ'ውን ብናይ ሳልሳይ መድረኽ ሓያል ውድድር ቀጺሉ ክውዕል እዩ። ራብዒት መድረኽ ናይዚ ውድድር ካብ ካሮንጊ ተበጊሳ ኣብ ሩባቮያ ክትዛዘም፣ ብጠቕላላ ከኣ ሚእትን ዕስራን ሸውዓተን ነጥቢ ክልተ ኪሎሜተር ክትሽፍን እያ። እዛ መድረኽ እውን ዋላ እኳ ኣብ መዛዘሚ ኣብ ሰጥ ዝበለ ጎልጎል ትዛዘም እንተኾነት፣ ዝተፈላለየ ጎቦታት ክድይብ እያ ክትውዕል። ሄኖክ ሙሉብርሃን እውን መጠናዊ ናይ ግዜ ምምሕያሽ ከምጽእ ዓቢ ተኽእሎ ኣሎ። በዚ ኣጋጣሚ ንኹሎም ኣብዚ ውድድር ዝሳተፉ ዘለዉ ዓሰርተ ክልተ ኤርትራውያን ተቐዳደምቲ ዓወት ዘለዎ ሰላማዊ ውድድር ንምነየሎም። ክቡራት ተኸታተልተይ ናይ ሎሚ መደብና ነዚ ይመስል። ብዘቕረብኩልኩም ትሕዝቶ ዓጊብኩም ክትኮኑ ተስፋ ይገብር። እዛ ቻነል ንምዕባያ ግን ሳብስክራይብን ላይክን ክትገብሩለይ ደጊመ ምሕጻነኩም። ኣብ ዝቕጽል መደባት ብሰላም የራኽበና። ስሰናዩ